እቶም ቃላት ከኣኒ ማች ን መኒ ማለት እዩ ስለዚ እዘን ክልተ ቃላት ኣበይ ትጥቀሙለን መኣስ ትጥቀሙሎም ክትፈልጡ ኢኹም ሶ ባይ ዘ ኤንድ ኦፍ ዲስ ቪድዮ ዩል ነቨር ሚክስ ደም ኣፕ ኤጌን ስለዚ ኣብ መወዳእታ ናይዛ ቪድዮ ብፍጹም ደጊምኩም ኣይክትጋገዩን ኣይክትሕውሶምን ኢኹም ማለት እዩ ጽቡቅ ጌርኩም ክትፈልጥዎ ኢኹም መኣስ ከም ትጥቀሙሎም ኣበይ ከም ትጥቀሙሎም ደርፎር ሌትስ ጌት ስታርት

ገንዘብ ኣይቁጸርን'ዩ እቲ ምኽንያት ዓሰርተ ገንዘብ ኣለኒ ኣይንብል እና ዕስራ ገንዘብ ዋላ ውን ሚልዮን ገንዘብ ኣለኒ ኣይንብል እና ምኽንያቱ ገንዘብ ኣብ ዝተፈላለየ ቦታ ከይዱ ዝተፈላለየ ዋጋ'ዩ ዘለዎ ስለዚ እቲ ቁኑዕ ዝኾነ መለክዒ ኣይህበናን'ዩ ገንዘብ ዘይኮነ ዝቁጸር ግን ዩኒትስ ወይ ከኣ ናቱ መለክዒ ይቁጸር'ዩ ንኣብነት ዶላር ኢሮ ከምኡ ድማ ናቅፋ ክንብል ከለና ንልክዖ ኣለና እቲ ምኽንያት ገንዘብ ዘይመቁጸሪኡ ከኣ ኣብ ኤርትራ ዘሎ ናቅፋን ምስ ናይ ኣሜሪካ ዶላር or something ልክዕ ክኾን ኣይክእልን'ዩ። ስለዚ እዞም ዩኒት ክንጥቀም ከለና ወይ ከኣ መለክዒታት ናይ ካረንሲ መኒ ክንጥቀም ንኽእል ኢና። ገንዘብ ኣብ እንኮሉ ማኒ ክንብል ከለና ግን ማች ኢና ንጥቀም። ሺ ዳዝንት ድሪንክ ማች ዋተር ሺ ዳዝንት ድሪንክ ማች ዋተር ንሳ ብዙሕ ማይ ኣይትሰትን እያ። ዩ ሲ ማች ዋተር ማይ ኣይልካዕን እዩ እንትርፎ ሓደ ሊትሮ ክልተ ሊትሮ ወይ ከኣኒ ኤ ካፕ ኦፍ ዋተር ወይ ከኣ ኩባያ ማይ እንተዘይኢልና

ታይም እንተኢልና ከኣ ኣንካውንተብል እዮም ስለዚ ማች ንጥቀም ምስዚኦን ከኣ ባት ሄር ኢዝ ዘ ትሪክ ስለዚ እስኪ ካብዚ ንላዕሊ ክንወስዶ ንፈትን ማለት ከመይ ጌርና ከም ንጥቀመሎም ፈሊጥኩም ኣለኹም ማች ኤንድ መኒ ዜር ዲፍረንስ ግን እስኪ ቁሩብ ናብ ዝለዓለ ደረጃ ክንወስዶም ንፈትን ኦኬ ቦዝ ኦፍ ደም ኣር ሞስትሊ ኦር ዩዥሊ ዩዝ ዊዝ ኩዌሽንስ ኤንድ ኔጌቲቭ ሰንተንስስ መብዛሕትኡ ግዜ ማች ኤንድ መኒ ከዓ ምስ ሕቶታትን ምስ ኔጌቲቭ ሰንተንስ ወይ ከዓ ኣሉታዊ ዝኾነ ምሉእ ሓሳባት ኢና ንጥቀመሎም ክንጥቀመሎም ንኽእል ኢና ግን ብዝበለፀ ወይ ከዓ ብብዝሒ ሰባት ዝጥቀምሎም ምስ ኩዌሽንስ ከምኡ ድማ ምስ ኔጌቲቭ ሰንተንስስ ወይ ከዓ ኣሉታዊ ዝኾነ ሙሉእ ሓሳባት ኢና ንጥቀመሎም ስለዚ ንኣብነት ንረ ኣይ ዶንት ሃቭ ማች ማኒ ኣይ ዶንት ሃቭ ማች ማኒ እንተኢለ ሕጂ ብዙሕ ገንዘብ የብለይን

መብዛሕትኡ ግዜ ምስ ሕቶ ንጥቀመሎም እንተኾይንና ምስ ፖስቲቭ ወይ ከኣ ምስ ኣወንታዊ ዝኾነ ሙሉእ ሓሳባት ከ እንታይ ኢና ንጥቀም ምስ ንብል ቦዝ ሜኒ ኤንድ ማች ሜኒን ማችን ምስ ኔጌቲቭ ወይ ከኣ ኣሉታዊ ከምኡ ድማ ምስ ሕቶታት ንጥቀመሎም እንተኾይንና ፖስቲቭ ምስ ዝኾን ከ ሎት ኦፍ ኢና ንጥቀም።

ካውንተብል ፔሽንስ ኣንካውንተብል ስለዚ ምስ ክልቲኡ ክንጥቀመሎም ንኽእል ኢና ገለገለ ግዜ ከዓ ሎትስ ኦፍ ክብሉ ሰባት ሰሚዕኩም ክትፈልጡ ትኽእሉ እዮም ስለዚ ሎትስ ኦፍ ከዓኒ ተመሳሳሊ እዩ እቲ ፍሉይነት ሎት ኦፍ ብዙሕ ግዜ ኣብ ፅሑፍን ኣብ ኖርማል ክንዘራረብ ከለና ምስ ሰባት ንጥቀመሉ ወግዓዊ መንገዲ እዩ

ምስጋናይ ክበጽሐኩም እደሊ ከምኡ ድማ ደጊመ subscribe ንክትገብሩ እቶም ዘይገበርኩም ክሓተኩም እደሊ like ግበርዋ ኣብ ዝተፈላለየ platform share ተትገብሩለይ ከኣ ንዓይ ሓጋዚ እዩ ብዙሓት ሰባት ክርእይዋ ስለ ዝኽእሉ thanks so much።